የሱስ ጎይታ እዩ ከመይ ቀኒኹም ጎይታ ይባረኽ ዝሓለፈ እቲ ዘድልስ ሓደ ነገር ጥራይ እዩ ዝብል ርኢና ምሽ ዘድሊ ክንደይ ሓደ ነገር ጥራይ የሱስ እዩ ንማርታ ከምኡ ኢልዋ ምሽ ማርታ ማርታ ብብዙሕ ነገር ትጭነቕን ትጉሂን ኣለኺ ኣብ ከባቢኽስ ብዙሕ ነገር ኣሎ ኣቴንሽን ደድልዮ ናትካ ኣቓልቦ ዘድልዮ እቲ ዘድሊ ግን ክንደይ ሓደ ነገር ጥራይ ማለት እቲ ቁልፍስ ሓደ ነገር ጥራይ ክብሪ ንኣምላኽ ይኹን ሃሌሉያ የሱስ ጎይታይ ካብ ምሳሌ ምሽ ርኢና ነርና ምሳሌ ምዕራፍ ኣርባዕተ ወደየ እዝንኻ ናባይ ኣቕልብ ናብ ቃላታይ ኣድንን ኣሜን ንዝሰምዖ እንታይ እዩ ህይወት እየን ንብዘሎ ስግኡ ከዓ ፈውሲ እየን ስለዚ ካብ ቅድሚ ዒንትኻ ኣይትርሓቅ ኣይተርሕቀን ኣብ ልብኻ ከዓ ዕቆረን ንምንታይ ፈውሲ ክኾነካ እዩ ብርታዐ ክኾነካ እዩ ነዊሕ ርሕቀት ከኺደካ እዩ ጎይታ ይባረኽ እግዚኣብሄር ብብዙሕ መንገዲ ንሰብ ይዛረቦ እዩ። ብተፈጥሮ ይዛረቦ፣ ብኸባቢኡ ይዛረቦ፣ ብሰብ ይዛረቦ። እቲ ዝዓበየ ናይ እግዚኣብሔር ናይ ኮሚኒኬሽን መንገዲ ግን ቃሉ እዩ። ኣሜን። ንእግዚኣብሔር ክንፈልጠሉ እግዚኣብሔር ዝሰርዖ መንገዲ እንታይ ይበሃል? ቃል ኣምላኽ ይበሃል። ጎይታ ይባረኽ። ካብ ቃል ኣምላኽ ከዓ እግዚኣብሔር ብመንገዲ ጎይታና የሱስ ክርስቶስ ኣብዚ መወዳእታ ዘመን ዝተዛረበና እሱት ናይ መወዳእታ ምግላፅ ንምንታይ መሲልኩም መፅሓፍ ቅዱስና ፕሮግሬሲቭ ሬቨሌሽን እዩ ዝበሃል ፕሮግሬሲቭ ሬቨሌሽን ማለት እንዳወሰኸ ዝኸይድ ምግላፅ ማለት እዩ ኣብቲ ናይ መጀመርያ ዘመናት ዝነበሩ ኣቦታት ንኣምላኽ ይፈልጥዎ እዮም ግን ብዝተወሰነ መልክዑ እዮም ዝፈልጥዎ ዘይተጋህደሎም ብዙሕ ነገር ነይሩ ኣይኮነን። ኖህ ንኣምላኽ ፈሊጥዎ ድዩ ይፈለጦን? ይፈልጦ እዩ ግን ብዝተወሰነ መልክዑ እዩ ዝፈልጦ ከምዚ ኣነ ንስኻትኩም እንፈልጦ ሕጂ ኣይፈልጦን እዩ። ኖህ ዝፈልጥ እግዚኣብሔር ንዓለም ምሉእ ብሓንሳእ ክድምስስ ከም ዝኽእል ወዘተ እዩ ዝፈልጥ። ወይ ሙሴ ዋላ ሙሴ ምስዚ ኩሉ ክብሪ ኣምላኽ ርእዩ ንብሎ ከምቲ ብክርስቶስ ዝተገለጸ ምግላጽ ግን ንሙሴ ኣይተገልጸሉ። ስለዚ ቃል ኣምላኽ ኣብ እብራውያን ምዕራፍ ሓደ ክዛረብ ከሎ እንታይ ኢሉ ኣምላኽ ነቦታትና ብዙሕ ሻዕን ብብዙሕ መንገድን ተዛረቦም። ኣብዘን ዳሕሮት መዓልታት ንዘለና ግን ብምንታይ ተዛሪብና? እ በቲ ወራሲ ኩሉ ዝገበሮ ዓለም ኩሉ እውን ብኡ ገይሩ ዝፈጠረ ሓደ ወዱ ገይሩ ተዛረበና። ብካልእ ኣዘራርባ ንሕና ክንርድኦ ዝግብኣና ሌንስ ናትና ብክርስቶስ እዩ ኩሉ ነገር ማለት እዩ። ኣሜን ሃሌሉያ ሕጂ እቲ ኣብ ብሉይ ኪዳን ዘሎ ጌጋ እዩ ማለት ኣይኮነን ወይ ዘይቅቡል እዩ ማለት ኣይኮነን ግን ብዓይኒ ናይ ክርስቶስ ምምፃእ ብዓይኒ ናይ ክርስቶስ ሞትን ትንሳኤን ኣብ የማን ኣቦ ምቕማጡን እንድሕር ደኣ ክንትርጉሞ ዘይክእልና ክንጋገ ንኽእል ኢና ንኽእል ኣይንኽእልን ንጋገ ንኽእል ኢና ኩሉ ነገር ዋላ ንርእስኹም ክትርእይዋ ከለኹም ብክርስቶስ ዲኹም ክትርእይዋ ዘለኩም ካብ ክርስቶስ ወፃኢ ካብ ክርስቶስ ወፃኢ እንድሕር ርእስኹም ክትርእይዋ ጀሚርኩም ኣብ ብዙሕ ሽግር ክትኣትዉ ኢኹም ኣብ ብዙሕ ኮንፊዥን ክትወድቁ ኢኹም ምክንያቱ ድኹማት ምዃንኩም ዘይብቑዓት ምዃንኩም በቃ ብዙሕ ጸገማትኩም እዩ ክረኣይ ኣብ ክርስቶስ ተኾይንኩም ግን ብክርስቶስ ዘለኩም ብቕዓት እዩ ክረኣይ ጎይታ ይባረኽ ኣሜን ሕጂ ክርስቲያን ብዘይ ክርስቶስ እዩ ዋጋ የብሉን ክርስቲያን ተባሂሉ እውን ክፅዋዕ ኣይክእልን ንሕና እታ ህይወትና እውን ናይ ክርስቶስ እዩ ኣሜን ርእስኹም ካብ ክርስቶስ ነጺልኩም ክትርእዩ የብልኩምን የሱስ ጎይታ እዩ ክብሪ ንኣምላኽ ይኹን ስለዚ ንዓና ኣብዘን ዳሕሮት መዓልታት ዘለና በቲ ወራስ ኩሉ ዝኾነ ወዱ ኣሜን ገይሩ እንታይ ገበረና ተዛረበና በቲ ወራሲ ኩሉስ እንታይ ኢሉ እዩ ተዛሪብና ንዓይ ንዓኹቱ እንታይ ኢሉ ተዛሪብና ብዙሕ ነገር ተዛሪብና እዩ ወረስቲ ምዃንና ተዛሪብና ውሕስነት ከም ዘለና ተዛሪብና ኣሜን ናይ ኣቦ ዘበለ ናትና ምዃኑ ተዛሪብና ሕጂ ሓደ ሰብ መፅዩ ጎደሎ ኢኻ ተይልካ ትቕበሎ ዶ ጥቕሲ እኮ ከምፃልካ ክእል እንታይ ዝብል ጥቕሲ ኣነ ሓመድን ሓሙኽሽትን እየ ዝብል ጥቕሲ ኣነ መዓት ኣሎ ከምታት ኣነ ዘይረብሐ ኣነ ዝተደርበኹ ሙት ከልቢ እየ ከማን ዝብል ኣሎ ዳዊት እዩ ከማን ከምኡ ኢሉ ሓገደ ኣነ ሙት ከልቢ ባርያኻ ሙት ከልቢ ሕጂ ኣምፅኤ እዚ ጥቕሲ እስኹም ሙት ከልቢ ኢኹም ተበልኩም ዝተቕበሎ ዶ ኣይኮኒ ምክንያቱ ብክርስቶስ እንታይ ኹም እስኹም ን ዝጸደቕኩም ሰባት ምሉኣት ኮምፕሊት እዩ ዝብለና ኣብ ቆሎሴ ዩ ኣር ኮምፕሊት ኢን ክራይስት ሃሌሉያ በቃ ምሉኣት ኢኹም ሰብ ግን ካልእ ምስሊ ናትካ የርእየካ ሓቂ ኢኻ ዝመስለካ ንምንታይ ካብ ክርስቶስ ፍልይ ኢልካ ርእስኻ ተሪእኻ ከምኡ ኢኻ ትመስል የሱስ ጎይታ እዩ ሃሌሉያ ብክርስቶስ ግን ክቡራት ኣቕሓ ኢኹም ስኻትኩም ብሉፃት ሰባት ኢኹም ስኻትኩም እግዚኣብሔር ኣኽቢሩ ዝረኣየኸኩም ሰባት ኢኹም። ዋጋኹም ብናይ ክርስቶስ ዋጋ እዩ ዝትመ። ሃሌሉያ። ስለዚ ሰብ ከቃልለኩም ኣይክእል። ድላይ ዓይነት ደረጃ ይብፃሕ። ህዝቢ ኣምላኽ ክቡር እዩ። ኣነ ዘይቅበሎ ነገራት ኣሎ ሓንሳ ሓንሳ ብዙሕ ሰበኽቲ ዝለመዶ ጴንጤ ከዓ ከምዚ ጴንጤ ይገርመኒ ሽዑ ንህዝቢ ኣምላኽስ ከመይ ጌርካ ከምዚ ጴንጤ ገለ ይካንት እንታይ ዝብሎ መጽሓፍ ቅዱስ ንህዝቢ ኣምላኽ ክቡር ህዝቢ ኣሜን ገንዘቡ ዝኾነ ህዝቢ መንግስቲ ካህናት ኣሜን እግዚኣብሔርስ ህዝበይ ዝበሎ ህዝቢ እኳ ኢና ንዛረብ ዘለና ድኾነ ይኹን ማለት እዩ ይጉደል ይሕመቕ ይንፋዕ ናተይ ኣይኮነን ናዓይ ኣይኮነን ዝምልከት እግዚኣብሔር ኣምላኽ ብደም ወዱ ክርስቶስ የሱስ ብሉፅ ዝገበሮ ህዝቢ እየ ድብል ዘለኹ ብብቕዓትኩም ኣይኮነንኩም ክጅመር ከሎ ብብቕዓትና ኣይኮነን ክጅመር ከሎ ብመልክዕና ኣይኮነን ብዓሌትና ኣይኮነን ብትውልድና ኣይኮነን እሱታት ገለ ብኡ ከይትጽብጽቡ ከይትጋገዩ ንሕና ትውልድና ብምናይ ብመን ብክርስቶስ እዩ ጎይታ ይባረኽ ሃሌሉያ ትግርኛ ስለ ንዛረብ ወይ ኣምሓርኛ ድዛረብ ወይ እንግሊሽ ድዛረብ ስለ ዘሎ እምበር ኣብቲ ናይ ኣምላኽ ዓለም ሓደ ዩጋንዳውን ሓደ ኤርትራውን ኣማኒ ማዕረ እዩ። ንዓና እንታይ ዓይነት ደም ይፈሲስልና? ናይ ክርስቶስ። ንዩጋንዳውያን ከ ንኬንያውያን ከ ዋላስ ካልእ ዓይነት ደም ዝፈሰሰሉ ህዝቢ ኣሎ? ህዝቡ ክብል ከሎ እኮ ቸርች ማለት እዩ። ጎይታ ይባረኽ። ኣሜን። ብዓሌት፣ ብዜግነት፣ ብቋንቋ፣ ብትውልዲ፣ ብጾታ፣ ብገለ ኣይኮነን። ብክርስቶስ ጎይታ ይባረኽ ካብዚ ሓሳብ እዚ ፈፂምና ክንለቅቕ ኣይግባኣናን እዩ ማለት እዩ ሎማዓንቲ ሓደ ተመሳሳሊ ምዝ ሒዝናዮ ዝቐነና ኣርእስታት ከንብበልኩም እየ ካብ ካልኣይ ጢሞቴዎስ ምዕራፍ ክልተ ጥቕሲ ዓሰርተ ኣርባዕተ ጀሚረ ነቶም ዝሰምዕዎ ዘስሕቶም ረብሓ ዘይብሉ ብዘይብሉ ቃል ከይበኣሱ ኣብ ቅድሚ እግዚኣብሔር እናመስከርካ እዚ ኣዘክሮም ነቶም ዝሰምዑዎ እንታይ ዝገብሮም? ዘስሕቶም። ረብሓ ከኣ ዘይብሉ ቃል፣ ዘይሃንጽ ቃል፣ ዘየዕቢ ቃል፣ ኤዲፋይ ዘይገብር ቃል። እሞ ከኣ ብኡ ከኣ እንታይ ይገብሩ? ከይበኣሱ ብኡ። ረብሓ እኮ የብሉን። መንፈሳዊ ጥቕሚ የብሉን። ኣይሃንጽን እዩ። ግን ናይ መባኣሲ ነጥቢ ከኣ ክኸውን ይኽእል እዩ። ብኡ ከይባኣሱ እንታይ ግበሮም? ኣዘክሮም ኢሉ። ኦኬ። ንርእስኻ እቲ ቃል ሓቂ ብቕንዕና ዘማቕል ዘሕፍር ዘይብሉ ፍቱን ዓያዪ ጌርካ ንኣምላኽ ከተርእዮ ጸዓር። ነቲ ፍረ ዘይብሉ ርኹስ ዘረባ ግና ኣግልሰሉ። ናብ ረሲእነት እናገደዱ ይኸዱ እዮም እሞ እቲ ዘረብኦም ከም መንሽሮ እናላሓመ ዝባላዕ እዩ። ሄሜኔዎስን ፌሌጦስን ካባታቶም እዮም። ንሳቶም ትንሳኤ ቅድሚ ሕጂ ኮይኑ እናበሉ ካብ ሓቂ ዘንቢሎም እምነት ሓያሎ ሰባት ይገላብጡ ኣለዉ። እቲ ጽኑዕ መሰረት ኣምላኽ ግና ቆይሙ ኣሎ። እዚ ማሕተም እዚ እውን ኣለዎ። እግዚኣብሔር ነቶም ናቱ ዘበሉ ይፈልጦም እዩ። ስም እግዚኣብሔር ዝሰሚ ዘበለ ኩሉ ከኣ ካብ ዓመጻ ይርሓቕ። ግናኸ ኣብ ዓብዪ ቤት ካብ ዕንጨይትን መሬትን ዝኾነ ኣቓሑ እምበር ኣቓሑ ወርቅን ብሩርን ጥራይ ኣይኮነን ዝርከብ፣ ገሊኡ ንኽብረት ገሊኡ እውን ንውርደት ይኸውን። እምበኣርሲ ሓደ እኳ ርእሱ ካብዚኣቶም እንተ ኣጽረየ፣ ንሱ ኣቕሓ ኽብሪ እተቐደሰ፣ ንተግባር በዓል ቤት ዝጠቅም፣ ንሰናይ ግብሪ ዘበለ እውን እተዳለወ ኪኸውን እዩ። ሕጂ፣ ሃዋርያ ጳውሎስ ንጢሞቴዎስ እዩ ዝምዕዶ ዘሎ። ከምዚ ዓይነት ምዕዶ ኣብ ካልእ መልእኽትታት ኣይትረኽቡን ኢኹም። ንምንታይ? ንኣገልጋሊ፣ ንሓደ መራሒ ኣብ ኣመራርሕኡ ከጋጥሞ ዝኽእል ብድሆታትን ከመይ ገይሩ ክፈትሖ ከም ዘለዎን፣ ከም መራሒ ምስቲ ዘገልግሎ ህዝቢ እንታይ ዓይነት ርክብ ክህልዎ ኣለዎ፣ ከም መራሒ ንባዕሉ እንታይ ዓይነት ባህርያት ከጥሪ ኣለዎ፣ ከም መራሒ ንባዕሉ ኣበይ ኣበይ ጉዳያት ክርከብ ኣለዎ፣ ኣበይ ኣበይ ጉዳያት ከኣ ክርከብ የብሉን፣ ነየን ነየን ዝያዳ ኣተኩሮ ክህበሉ ኣለዎ፣ ነየን ነየን ከኣ ክሃድመሉን ክርሕቀሉን ኣለዎ፣ ብዙሕ ምኽርታት መኺርዎ ኣሎ። ሕጂ ብቐዳማይ እንታይ ኢልና፣ እቲ ዘገድስ ወይ እቲ ዘድሊ ሓደ ነገር እዩ ምሽ ኢልና? ካብቲ ሓደ ነገር ንሱ ኸኣ ቃል ኣምላኽ ንሱ ኸኣ እቲ ብክርስቶስ የሱስ ዝተገልጸ ማለት እዩ እንድሕር ደኣ ርኢኹሞ ሓድሽ ኪዳን እምነትሲ ካብ ምስማዕ እያ ኢሉ ምሽ ምስማዕከ ካበይ እያ ካብ ቃል ክርስቶስ እዩ ዝብል ኣይገርመኩምን ዋላ እቲ ምስማዕሲ እቲ ቃል ክትሰምዖ ከለኻስ ብመገዲ ውዱእ ስራሕ ናይ ክርስቶስ እንድሕር ደኣ ዘይሰሚዕካዮስ እምነት ኣይኮነን ዘጥርየልካ ቃል ኣምላኽ እንዳሰምዐስ እምነቱ ዝፈርስ ሰብ ኣሎ ሒዝኩምኒ ብግቡእ ኣይኮን ከመይ ገይረ ከረዳእኩም ማለት ካብ መጽሓፍ ቅዱስ ሲ ፍርሒ ክሰብከኩም ይኽእል እያ ካብ መጽሓፍ ቅዱስ ኳን ግን ቴረር ኣእትወልኩም ፍርሒ በቃ ትርዕዱ ጠፋእኩም ኣሎ የለን ከምኡ ኣሎ እኮ ናይ ናይቲ ቃል ዓላማ ግን እንታይ ነቶም ኣመንትስ እምነት ምእንቲ ክዘርኣሎም ስለዚ እምነት ካብ ምንታይ ካብ ምስማዕ ፍርሒ እውን ካብ ምስማዕ እዩ ምስማዕ ግን እቲ እምነት ዝተክል ምስማዕ ንሱ ካብ ቃል ክርስቶስ ክኾን ከሎ እዩ። ጎይታ ይባረኽ። ካብ ክርስቶስ ወጻኢ ንዓኻ ፈልዩ ዘርእየካ ወላ መጽሓፍ ቅዱሳዊ ሽሕ ጥቕስታት ይሃልዎ ልክዕ ኣይኮነን። እቲ ንኣምላኽ ንዓኻ ዲዛይን ዝገበሮ እቲ ብክርስቶስ የሱስ ዝኾነ ጥራሕ ኣምላኽ ንዓኻ ክርእየካ ከሎ ብክርስቶስ ጥራሕ እዩ ዝርእየካ። የሱስ ጎይታ እዩ ብድኻምካ ይርእየካን ስለዚ ነቶም ዝሰምዕዎ እንታይ ዝገብሮም ዘስሕቶም ረብሓ ብዘይብሉ ቃል ከይበኣሱ ቃል እዩ ምናልባት ምዕዶ ክኸውን ይኽእል ገለ ክኸውን ይኽእል ወይ ጥቕሲ ዝደገፎ ክኸውን ይኽእል ግን ኤዲፋይ ዘይገብር እንታይ ማለት እዩ ብካልእ ረብሓ ዘይብሉ ማለት እቲ ቃልሲ ምስ ተሰብከ ወይ ምስ ሰማዕካዮ ኣባኻ እምነት ክተክል ኣለዎ ትብዓት ክተክል ኣለዎ። መንፈሳዊ ህይወትካ ከበርኾ ኣለዎ። ካራክተርካ ክቕይሮ ኣለዎ። ኣእምሮኻ ክልውጦ ኣለዎ። እቲ ዓላማ ናይቲ ቃል ግን ረብሓ እንድሕር ደኣ ዘይብሉ ኮይኑ ካብኡ ሓሊፉ ከዓ ናብ ባእሲ ዝወስደካ እንድሕር ደኣ ኮይኑ ዋላ ካብ መጽሓፍ ቅዱስ ይምጻእ ኣብ ገለ ተጋጊኻ ኣለኻ ዋላ ካብ መጽሓፍ ቅዱስ ይምጻእ ጎይታ ይባረኽ ሕጂ ድሕሪ እንታይ ኢልዎም ቁጽሪ ዓሰርተ ሓሙሽተ ንርእስኻ ነቲ ቃል ሓቂ ብቕንዕና ዘማቕል ዝሕፍር ዘይብሉ ፍቱን ዓያይ ጌርካ ንኣምላኽ ከተርእዮ ጻዕር እንታይ ዓይነት ዓያይ ፍቱን ዓያይ ጌርካ ንርእስኻ ሲ ንኣምላኽ ከተርእዮ ጻዕር እንታይ ብምግባር ነቲ ቃል ሓቂ ብቕንዕና እንታይ ዝገብር ዘማቕል እታ ዘማቕል ትብል ቃል ዝመቅል እያ ትብል ዘማቕል ማለት ዘካፋፍል ማለት ኣይኮነን። ወይ ገለ ሰብ ቃል ኣማቐለና ተይልኩምሲ ቃል ንገረና ማለት እዩ ምሽ እዚኣ ዘማቕል ትብል ግን ከምኡ ይኮነን ትርጉማ ዝመቅል ማለት እዩ ዝመቅል ዝቆርፅ ማለት እዩ ብልክዕ ብትኽክል ዝጠብሕ ከምዚ ስጋ ዝጠብሕ ሪኢኹሞ ኣለኹም ክቆርፅ ከሎ ነቲ ስጋ ካብቲ ዓፅሚ ካብቲ ጅማት ከምኡ ዝገብሮ ንቓል ማለት እዩ ስለምንታይ ቃል ኣምላኽ ክምቀል ኣሎ ንዓኹም ዝኸውን ቃል ኣሎ ንዓኹም ዘይከውን ቃል ኣሎ ኣብ መጽሓፍ ቅዱስ ማለት ገሊኡ ንምህሮና እዩ ካብቲ ኣብኡ ተጻሒፉ ዘሎስ ንመሃር ንሕና ዳይረክትሊ ግን ንዓና ዘይምልከተና ክኸውን ይኽእል ጎይታ ይባረኽ ንኣብነት ኣብ ዓመት ሓንሳእ ኣብ የሩሳሌም ኬድካ ስገድ ዝብል ንዓኹም ኣይምልከተኩምን። ትኸዱ ዲኹም የሩሳሌም? ኣዴታትና ይኸዳ ነይረን። ምሽ ብዙሓት ኣዴታት ኣቦታት የሩሳሌም ከምዚ ምሕጃጅ ዓይነት ንምንታይ እቲ ጽሑፍ ብግቡእ ተመቒሉ ኣይተነገሮምን። እቲ ኣብ ብሉይ ዘሎን ነቶም ኣብ ሓድሽ ዘለዉን ዝምልከቶምን ዘይምልከቶምን ስለ ዘይተነገሮም የሩሳሌም ኬድካ እንድሕር ደኣ ተሳሊምካ ትጸድቕ ገይሮም ቆጺሮም እግዚኣብሔር ዝቕበሎ ጸሎትካ ኣመንቲ ከ ኣለዉ ኣመንቲ ከም ዝጎበዙ ማለት እዩ ማለተይሲ ከማና ኣብቲ ኣብ የሩሳሌም ኢስተርን ዎል ዝበሃል ኣሎ። ካብቲ ምሽ ዓነ እያ እታ ቤተ መቕደስ ፈሪሳ እያ፣ ዋላ የሩሳሌም ፈሪሳ ነይራ ገለ ገለ ዝተረፈት መንደቕ ኣላ ኢስተርን ዎል ትበሃል። ርኢኹም ኣለኹ ኣብ ዜና ገለ ዓበይቲ መናድቕ ዘለዋ ሕጂ እንታይ ይገብሩ መሲልኩም? እቲ ጸሎቶም ጽሒፎም እቶም ኣይሁድ ኣብኡ ጠቕሊሎም ኣብቲ ክስታይ የእትዎ። ንምንታይ እዩ ብናቶም እምነት ኣብዛ ቤት እዚኣ ዝጽለ ጸሎት እንታይ ክገብሮ እየ ኢልዎ ንሰሎሙን ክሰምዖ እየ ኢልዎ ንሰሎሙን እግዚኣብሔር ቃል ኪዳን ኣትሉ ኣብዛ ቤት እዚኣ ዝጽለ ጸሎት እንታይ ክገብሮ እየ ክሰምዖ እየ ኢሉ ሕጂ ኣይሁድ ከምኡ ተገበሩ ሓድሽ ኪዳን የብሎም ናይ ኣገልገልቲ ከ ኣለዉ ከምኡ ጠቕሊሎም ቋፂሮም ኣብ ኣደእቱ በስመኣም እየ ኖ የሱስ እኮ ኣብ ዝኸረን ዝኾነ ወይስ ኣብ የሩሳሌም ነቦ ዘይትሰግዱላ ሰዓት ክትመፅ እያ ንምንታይ ኩሉ ነገር ሕጂ ስፒሪቹዋል ተቐይሩ እዩ የሩሳሌም ሕጂ እዛ ምድራዊት የሩሳሌም ጳውሎስ ክዛረበላ ከሎ ከም ኣጋር እያ ኣብ ምድረ በዳ ንባርነት እያ ትወልድ ኢሎም እታ ኦሪጂናል የሩሳሌም ግን ኣብ ሰማይ እያ ዘላ ንሳ ከም ሳራ እያ ንሳ ከዓ ኣዴና እያ ጎይታ ይባረኽ ግን ነዚ ክትርድኦ ሲ ንጢሞቴዎስ እንታይ ዘምዕደደሉ ነቲ ቃል ሓቂ ብቕንዕና እንታይ ዝገብር ዘማቕል ዊች ሚንስ ዝመቅል ማለት እዩ ሓድሽ ኪዳን እንታይ እዩ ብሉይ ኪዳን እንታይ እዩ ኣየና እዩ ሓሊፉ ኣየና እዩ ከዘሎ ኣየናይ እዩ ሕጂ ንዓኻ ዝምልከተካ? ኣየናይ እዩኸ ሓሊፉ? ጐይታ እኮ ከምዚ ኢሉ፣ ኣረጊት ሓርቢ ኣምጺኻስ ኣብኡስ ሓድሽ ወይኒ እንድሕር ደኣ ኣፍሲስካሉስ እንታይ ዝኸውን? እቲ ወይኒ ይቕደድ፣ እቲ ብሓርቢ ይቕደድ፣ እቲ ወይኒ ኸኣ ይፈስስ። ሓድሽ ዓለባ ኣምጺኻስ ኣብ ብሉይ ጨርቂ እንድሕር ደኣ ለጊብካዮ ኣይሰማማዕን እዩ ኣይከይድን እዩ እቲ ብሉይ ሓሊፉ እዩ ጎይታ ይባሃራ ሰብ ግን ስቲል ኣብ ሓድሽ ኪዳን ከሎስ ብብሉይ ኪዳን ዝሓስብ ሰብ ኣሎ ዋላ ትማሊ ሰንበት ምሽ ከምኡ ንብል ነርና እግዚኣብሔር ክቁጣዓካ እዩ ገለታ ትብለካ ብዘይ ክርስቶስ ትሕቲ ቁጣዓ ኢና ኣሜን ብዘይ ክርስቶስ ከምኡ እዩ ዝብለና መጽሓፍ ቅዱስ እንታይ ኢና ነርና ደቂ ቁጣዓ ብሓፂሩ ዋላ ሓንቲ ካልእ ዘይብላ ደቂ ቁጣዓ ብመን ብኤርትራውነትካ በቦኻ በዴኻ ብኩሉ ክስታይካ ወዲ ቁጣዓ ትበሃል ብክርስቶስ የሱስከ ንቁጣዓ ኣይመደበና ካብ ቁጥዓ እንታይ ገይርና እዩ ኣይውፅና እዩ ንምንታይ እቲ ቁጥዓ ኣብ ክርስቶስ ስለ ዝወረደ ንሕና ሕጂ ብክርስቶስ ንርእስና ክንሪኣ ከለና ሓራይና ቁጥዓ ኣምላኽ ኣባና ይመፅእን እዩ ቀደምሲ ኣንድሮማክ ኣንድሮማክ ትፈልጦ ኢኹም እንታይ ኢሉ ሲ ቀደም ክጽሊ ከለኹ ሲ ኢሉ እግዚኣብሔር ንኣሜሪካ ክትቀጽዓ ኣለካ ንኣሜሪካ እንድሕር ደኣ ዘይቀጺዕካያ ንሶዶሙን ጎሞራን ይቕሬታ ክትሓቶም ኣለካ ንምንታይ እሶም ግብረ ሶዶም ገይሮም ኢልካ ሓዊ ገይርካ ኣጥፊእካ ኣብ ኣሜሪካ ከዓ ሕጂ ግብረ ሶዶም ኣሎ ወይ ኣጥፍኣዮ ወይ ነዚኦም ይቕሬታ ሓተቶም ናይ ሓቂ ከምኡ ኢሉ ድጽልኒ ሓቂ ኢኻ ሎጂካል ምሽ ኢት ሜክ ሰንስ ደሓር ግን እግዚኣብሔር ኣረድእዎ ለካ ናይ ዘመን ለውጢ መጺ ለካ መስቀል ድበሃል ነገር ምስ መጸ ክርስቶስ ሞይቱ ምስ ተስኣ ኣብ የማን ኣቦ ምስ ተቐመጠሲ ዝመጸ ለውጢ ኣሎ ሕጂ እግዚኣብሔር ከም ንሰዶምን ጎሞራን ገይሩ ኣይርእይን እዩ ሕጂ ብክርስቶስ ምሕረት ዝስበኸሉ ዘመን ስለ ዝኾነ ጎይታ ይባረኽ ስለዚ ከመይ ጌርና ደኣ ኢና ሕጂ ንሕና ከምቲ ናይ ደቂ እስራኤል ንሓስብ ደቂ እስራኤል ንእግዚኣብሔር ከኾርይዎ ከለዉ ንምርኮ ኣሕሊፉ ህቦም እግዚኣብሔር ኣሶር የተስኣሎም ባቢሎን የተስኣሎም ምርኮ ከዱ ፋሕ ብሉ ገለ ብሉ ንሕና ከዓ ኤርትራውያን ከዓ በቃ ንእግዚኣብሔር ስለ ዘሕዘናዮ ዝቆጣዕናዮ ከምዚ ገይሩ በቲንና። ቀዳማይ ነገር እስራኤላውያን ኣይኮናን ንሕና ብሃገር ደረጃ ኪዳን ተኣትልና ድ የብልናን ናይ የሩሳሌም ጥቕሲ ሰሰሪቕካ ናይ ኣስመራ ክትቅይሮ ትደሊ ካንት ዋርክ ኣይክርስዓክን እየ ገለ መልታ ኖ ኖ የለን ከምኡ ሕጂ እግዚኣብሔር ኪዳኑ ምስ ማሕበሩ እዩ እስከ ኣሜን በሉ ምስ መን እዩ ምስ ማሕበሩ እዩ ማሕበሩ ከኣነ ንስኻትኩምን ኢና ብስጋ እንተተሰደድና ኢዳዝንት ማተር ሃገር ናብ ሰማያት ሃገር ናብ ሰማያት ወይታ ይባረኽ ብልክዕ ነቲ ዝመፃናሉ ህዝቢ ወንጌል ክሰምዕ ድሌትና እዩ ግን ልዕሊ እቲ ናይ ስጋ ራህዋ ናይ መንፈስ ራህዋ እዩ ቀዳምነት። ጎይታ ይባረኽ። እዚ ስደት መከራ ወንጌል ክሰፍሕ እንድሕር ደኣ ገይርዎ ጎይታ ይባረኽ። ኣምላኽ ይመስገን። ብዙሕ ሰብ ናይ ኤርትራ ክስታይ እንድሕር ደኣ ተለዊጡስ ሪቫይቫል ድኸውን ድመስሎ ማለት ቸርች ተተኸፊታ ኣምድላይ ኩም ስበኹ ተተባሂልና ሲ ብሓቂ ኣብ ችቸሮ ዓብ መደባት ክግበር እዩ ኢሉ ሕጂ ደይ ንገብር ከምኡ ኣብዚ እኮ ኣይንእሰርን ኢና ኣብዚ ኣብ ኣደባባይ ሰቢቕኩም ኢሉ ዳኣስረና የለ ገለ ዝብለና የለ ስለዚ ግጉይ ዝኾነ ኣተሓሳስባ ሒዝና ኣለና ማለት እዩ ምክንያቱ እቲ ፖለቲካዊ ኩነታትን እቲ መንፈሳዊ ኩነታትን ኣጣሚርና ኣብ ሓደ ሓዋዊስና እዩ እዚ ዘሎ ነገር ኣምላኽ ተቆጢዕና፣ ኣምላኽ ኣይተቆጣዓኩም። ጎይታ ይባረኽ። እግዚኣብሔር የፍቅረኩም ጽቡቅ ገይሩ ብጣዕሚ ብጣዕሚ ካብ ልቡ እዩ ዝፈትወና። ቁጣዓ ዝበሃል ኣባኹም የለን። ሰላም እዩ ዘሎ ኣባኹም፣ ፕሮስፐሪቲ እዩ ዘሎ ኣባ ክትዓብ እዩ ውሳኔ ናይ እግዚኣብሔር። ሕጂ ሓሳቡ ኣይቅየርኒ ብደም የሱስ ዝፈረሞ ዶኩመንት ኣሎ። ንስኹም ደሓን ክትህልዉ ኣሜን እምበር ስደት እኮ ኣብ ቀዳማይ ክፍለ ዘመን ነይሩ እዩ ሃዋርያት ኣብ ከቢድ ሪቫይቫል ከለዉ እሶም በይኖም ተሰዲዶም እቲ ስደቶም ግን ንምስፋሕ ወንጌል ምክንያት እዩ ኮይኑ ጠቂሙ እዩ ጎይታ ይባረክ ኤኒወይ ናብ ንዑ ከብል ኢለ ይኮንኩን እግረ መገደየ ግን ነቲ ቃል ሓቂ እንታይ ዝገብር ብቕንዕና ዝመቅል ዘሕፍር ዘይብሉ ፍቱን ዓያይ እንድሕር ነቲ ቃል ሓቂ ብቅንዕና ዘይትመቅል ኮይንካ እንታይ ትኸውን ማለት እዩ ስኻ ብቅንዕና ማለት ብሓቂ ማለት እዩ ብቅንዕና ማለት ከምዚ ሲንሴሪቲ ንብሎ ብእንግሊሽ ወይ ብዘይ ተንኮል ማለት ኣይኮነ ገሊኡ ሰብ ቅኑዕ ኣሎ ግን ቅኑዕ ኮይኑ ዝጋገ ብቕንዕና እኳ ትጋገ ትኽእል እያ ሕጂ ብዚኣ ዘላ ቐንዕና ግን ሓቂ እያ ትብል ኦርቶ ኦርቶ ማለት ታይ ማለት እዩ ቅኑዕ ማለት እዩ ሓቂ ማለት እዩ ስለዚ ብሓቂ ነቲ ቃል እንታይ ዝገብሮ ዝመቅል እንታይ ዘይብሉ ዘሕፍር ዘይብሉ እንድሕር ደኣ ከምኡ ዘይኮይንካ ዘሕፍር ኣለካ ምክንያቱ ክትሕውስ ክትጅምር ኢኻ ክትደባልቆ ክትጅምር ኢኻ ጽሩይ ዝኾነ ነገር ካባኻ ኣይወጽእን እዩ ዝተሓዋወሰ ዝተደባለቀ እዩ ዝኸውን ጎይታ ይባረኽ ዘሕፍር ዘይብሉ ፍቱን ዓያይ ጌርካ ንርእስኻ ንኣምላኽ ከተርእዮ ጸዓር ኢልዎ ድሕሪኡ ነቲ ፍረ ዘይብሉ ርኹስ ዘረባ ግና እንታይ ግበሮ ኣግርሰሉ ናብ ረሲእነት እናገደዱ ይኸዱ እዮም እሞ እቲ ዘረብኦም ከም መንሽሮ እናላሓመ ዝበላዕ እዩ ሄሜኔዎስን ፌሊጦስን ካባታቶም እዩ ሕጂ ናይ ጢሞቴዎስ ስራሕ እንታይ እዩ? እሱ ንርእሱ ነቲ ቃል ጽቡቕ ገይሩ ክፈልጦ ክፈልጦ ጥራሕ ዘይኮነስ ክመቕሎ ከምዚ ዓንቶይ ፓስተር መዳ ዝብለና ዝነበረ ሃየር ላይፍ ሓደ ካብቲ ትምህርታትና እንታይ መሲልኩም ንመጽሓፍ ቅዱስ ብዘመናት መቒልካ ምፍላጥ ብኺዳናት መቒልካ ምፍላጥ ብሓሳብ ኣምላኽ መቒልካ ምፍላጥ እግዚኣብሔር ኣይኮነን ተቐይሩ እግዚኣብሔር ግን ብምልኣት ኣይተገልጸን ነይሩ ሓሳቡ ስለዚ ንኣምላኽ ቁጥዓኻ ገለ ክብልዎ ከለውስ ኣብቲ ናይ ብሉይሲ እቲ እቲ ዝነበረ ናይ ሓጢኣት ክስታይ ሓደ ስሬት ኣይረኸበን ስለዚ ኩሉ ሰብ ትሕቲ ቁጥዓ እዩ ነይሩ ብጊዜያዊ ብደም ድቤለታትን ብደም ኣራውሕን ጊዜያዊ ምሕረት ረኽቡ ነይሮም እስራኤላውያን። ካልእ ኩሉ ግን ትሕቲ ቁጣዕ ዕጹም። ብክርስቶስ የሱስ ግን ለውጢ መጺ። ኣሜን ዶ? ሃሌሉያ። ስለዚ ኣብቲ ዝነበርዎ ጉባኤ ጢሞቴዎስ ዝመርሖ ዝነበረ ኣይሁዳውያን ኣሎ ብትውልዲ ኣይሁዳውያን ነቲ ቃል ይፈልጦ ግን ነቲ ብሉ እዮም ዝፈልጡ ከምዚ ሕጂ ንዓና ዘለና ሓድሽ ኪዳን ከኣ ዶኩመንትድ ዝኾነ ናይ ሓድሽ ኪዳን ጽሑፍ ከኣ የብሎምን ግን ምህሮ ኣሎ ብብዓል ጳውሎስ ዝተምሃር እቲ ዝዓበየ ኣንከር ከምዚ ንዖም ክስታይ ገይሩ ዝሕዞም ግን እቲ ምግላጽ ናይ ክርስቶስ እዩ the revelation of Christ ኣሜን ሓደ ሰብ ንክርስቶስ ምስ ፈለጦስ እቲ ብርሃን እቲ ምስ ኣተዎ ዋላ ነቲ ብሉይ ከንብቦ ከሎስ በቲ ብርሃን እቲ እዩ ዘንብቦን ዝርድኦ ክብርና ኣምላኽና ይኹን ገሊኣቶም ግን ርኹስ ዘረባ ኣሎ ኢልዎ ርኹስ ዘረባ ነቲ ፍረ ዘይብሉ ርኹስ ዘረባ ግና ኣግልሰሉ ርኹስ ዘረባ ካበይ ዝመፅእ ካብ ርኹስ ሓሳባት እዩ ዝመፅእ ዘረባ ናይ ሓሳባት ውጽኢት እዩ ድዩ ኮነ ሰብ ዘይሓሰቦ ይዛረብ ኣፍ ካበይ እያ ትዛረብ ካብ ምልኣት ልቢ እያ ትዛረብ ዋላ ኣይሓሰብክዎ እንተይሉ ሰብ ምናልባት ኮንሸስሊ ኣይሓሰቦን ክኸውን ይኽእል እዩ ሳብ ኮንሸስሊ ግን ኣብ ውሽጡ ተቐሚጡ ዝጸንሐ እዩ ዘይተቐመጠ ኣየውጽን እዩ ካብ ቃላትካ ስለዚ ፍረ ዘይብሉ ርኹስ ዘረባ ካብ ኣፍኩም ኣይውፃእ ካብ ኣፍ ካልኦት ክወፅ ከሎ ከዓ ኣግልሱሉ ረሓቕሉ ንምንታይ ኣብ ቃላት ሓይሊ ስለ ዘሎ ጎይታ ይባረኽ ብቐዳማይ መርዚ መርዚ መርዚ ዘስተየካ ሰብ ኣሎ ምሽ ንብል ነርና ብቓላቱ ያ ሕጂ ረኣይዎ ኣብዝኻ እንታይ ኢሉ ናብ ረሲእነት እናገደዱ ይኸዱ እዮም እሞ ዘረብኦም ከም መንሽሮ እናለሓመ ዝባላዕ እዩ መንሽሮ እንታይ እዩ ዝገብር ነቲ ስጋ ናይ ሰብ ይበልዑ ይልሕም ከዓ ናብ ኩሉ እንዳተላብዐ እንዳተላብዐ እንዳበልዖ ከቢድ ሕማም እዩ መንሽሮ ከንብቦ ከለኹ ሲ እዋ ኣታ እዚ መንሽሮ ብግዜ ጳውሎስ ነይሩ ማለት ድዩ ኢለ ነይሩ ማለት እዩ ድገርም መንፈሳዊ መንሽሮ ከ ኣሎ ካብቲ ስጋውስ ዝኸፍአ መንሽሮ ስለዚ እቲ ዘረብኦም እንታይ ዝገብር መንሽሮ እዩ ዘምፃልካ ይባላዕ እዩ በቃ መንሽሮ ንስጋ ሰብ እንዲ ዝበልዖ እዚ ናቶም ቃላት ከኣ ነቲ መንፈሳዊ ህይወትካ ነቲ ሞራልካ ነቲ ትብዓትካ ነቲ ብክርስቶስ ኢየሱስ ዘለካ ጸጋ እንዳበልዐስ ዘጉድለካ በቃ ኣብ ሓደ ቃንዛ ዘእተወካ ኣብ ሓደ እህህታ ዘእተወካ ስለዚ ረሓቐሉ ኢልዎ ክብሪ ንኣምላኽ። ሕጂ እሳቶም እኮ ኣብቲ ናይ እንግሊሽ ባይ ዘ ወይ ፕሮፌን ዝብል ቃል ኣሎ ርኹስ ኢልዎ ዘሎ ኣብዚ በቃ ናይ ብዕልግና ከይተረፈ ቃላት ዝሕውሱ ማለት እዩ ጸርፊ ክኸውን ይኽእል ንሰብ ዘነኣእስ ዘዋርድ ክኸውን ይኽእል በቃ ከም ናይ ክርስቶስ ዘይኮነ ከም ናይ ክርስቶስ እንታይ ዘይኮነ ከም ናይ ክርስቶስ ዘይኮነ ስለዚ እቲ ዘረብኦም ከም መንሽሮ ዝባላዕ እዩ ረዲዩስ እዩ ዝገብረካ ይውሕደካ የሱስ ጎይታ ሕጂ ቁፅሪ 18 ንሳቶም ትንሣኤ ቅድሚ ሕጂ ኮይኑ እናበሉ ካብ ሓቂ ዘንቢሎም እምኖት ሓያሉ ሰባት ይገላብጡ ኣለዉ ምግላፅ ዝረኸቡ እዮም ድመስሉ በቲ ዘራርቦ እንታይ እዮም ዝብሉ ደሎ ትንሣኤ ቅድሚ ሕጂ ኮይኑ ኢሎም ሲ እምነት ብዙሓት ይገላብጡ ኣለዉ ትንሣኤ መዓስ እዩ? ትንሣኤ ብሕጂ እዩ። ሕጂ ጳውሎስ እንታይ ኢልዎ ንጢሞቴዎስ ነቲ ቃል ሓቂ ብቕንዕና ዝመቅል ኢልዎ ምሽ ሕጂ እዚኦም ኣብቲ ምምቃልሲ እቲ ናይ ቅድሚት ንድሕሪት ኣምፅሞ እቲ ናይ ድሕሪት ንቅድሚት ኣምፅሞ እቲ ፊቸር እቲ ብሕጂ ዝኸውን ሕሉፍ ገይሮሞ ኮይኑ እዩ ኢሎም በቃ ሓዋዊሶሞ ገላ ሽዑ እንታይ ኮይኑ እምነት ብዙሓት እንታይ ይኸውን ኣሎ ይገላብጡ ኣለዉ ክንዲ እምነትካ ናብቲ ርእሲ ዝኾነ ክርስቶስ እንዳዓበየ ዝኸይድሲ ይጋላበጥ በቃ ክብርን ኣምላኽ እዩ ዘረብኦም እንታይ ከም መንሽሮ እናለሓመ ዝበላዕ ስቃይ ዘምፅ ቃንዛ ዘምፅ እምነትካ ኮንፊደንስ ዘይብላ ዘትርፋ እዩ ክርስትያን ተባሂልካስ ትብዓት ዘይብልካ ክርስትያን ተባሂልካስ ዓወት ዝተመንጠሎ ህዝቢ ዘደንግጽ ህዝቢ ኮይንካ ክትነብር ዝገብረካ ከም ናይ ክርስቶስ ዘይኮን እቲ ኩሉ ብክርስቶስ ዘለካ ሓለፋስ ዘየርእየካ ጠፋእካ ዝብለካ ክብርና ኣምላኽ ይኹን ስለዚ ነዚ ከምዚ እንታይ ግበረሉ ኢሎ ካባኻ ኣርሕቆ ኣግልሰሉ ኣግልሰሉ ማለት በቃ ተኣለየሉ ብቐዳማይ እንታይ ኢና ኢልና እዝንኻ ናባይ ኣድንን ናብ ቃላተይ ኣድንን እዚ ከምዚ ዓይነት ቃላት ወይ ዘረባታት ብዝሰማዕካዮ መጠን ይጎድኣካ ብዝሰማዕካዮ መጠን በቃ የሕምመካ ጎይታ ይባረኽ ከቢድካ ኢኻ ትኾይድ በቃ ከቢድካ ጎይታ እንታይ ኢሉ ኣቱም ኩልኹም እቲ ፅዕርን ፀር ዝኸበደኩም ኣነ ከዕርፈኩም ናባይ ነው ገሊኡ ዘረባ ግን እንታይ ዝገብረካ ይፅዕነካ ተለጢጥካ ከቢድካ ዔ እንዳበልካ ትኸይድ ክንዲ ናብ ዕረፍቲ ዲና ተጸዊዕና ናብ ጽዕነት ናብ ዕረፍቲ ኢና ተጸዊዕና ኣነ ከዕርፈኩ ክርስቶስ ዘይብላ ተኮይና እታ ክስታይና እቲ ሓሳብና እቲ ምህሮና እቲ ቃላትና ትፅዓን ይኸብደካ ጎይታ ይባረኽ ዋላ ብሃገር ክነግረኩም ብዙሕ ግዜ ናይ ሃገር ገለ ቀልጢፉ ስለ ዝሕዘና ንዓና ጾር ናይ ሃገር ጾር ናይ ሃገር ቃል ኣምላኽ ከምኡ ይኮነን ዝብል ቃል ኣምላኽ እንታይ እዩ ዝብል መሲካ ጾርካ ናባይ ኣነ ከዓ ክንደይ ሻዕ ሕጂ ኦኬ ሎሚ ኣሎ ናይ ሃገር ጸሎት ንበል እሞ ጾርካ ናብ ኣምላኽ ደርቢ ደርቢናዮ ኣነ ከኣ እንታይ ክገብረከ ኣዕርፈከ ጎይታ ባርኽ ድሕሪ ወርሒ ከኣ ትመጽእ መዓስ ተሰኪምካዮ ኣይዶኖ ክትከይድ ከለኻ ሒዝካያ ከይድካ ኣለኻ ማለት እዩ መሊስካ ከኣ ጾር እግዚኣብሔር ሲ ንህዝብና ከም ዝሓልየሉ ትፈልጡ ዶ ንሕና ግን ከመይ ኢና ብዙሕ ግዜ ንሕና ሓለይቲ እግዚኣብሔር ከ ዘይሓላይ ዘይግደስ እንሻለካ ድሓን ኣዘክርዎ ኣዘክርዎ ከይተረስዖ ከይተረስዖ ንሕና ኣዘከርቲ ኣይኮነ ኣይኮነ እግዚኣብሔር ይሓሊ ብዛዕባ ኩሉ ብዛዕባኻ ሓሊ ብዝርዝር ይሓልየልካ እዩ ንዓኻ ነቶም ንስኻ ትሓልየሎም እውን ይሓልየሎም እዩ። እቲ ቀዳማይ ሓልዮት ናይ ኣምላኽ ከኣ ክርስቶስ የሱስ ብምሃብ ዝገለጾ ፍቕሪ እዩ። ስለዚ ህዝብና ወንጌል ክበጽሖ እዩ እቲ ቀዳማይ ነገር። እዚ ከኣ ንሕና እንድሕር ደኣ ተለጢጥና ተጻዒርና በቃ ተጎንቢስና እንታይ ዓይነት ወንጌል ኢና ከነብጽሓሎም? ኣይሰምዑናን እዮም። ክርስቶስ የዕርፍ እዩ ክርስቶስ ሰላም ይህብ እዩ ዋላ ከባቢኻ መከራ ይሃልዎ ዋላ ዋላ ስደትን መከራን ይብዛሕ ኣብ ክርስቶስ ተለኻ ግን ሰላም ኣሎ ሓጎስ ኣሎ ዕረፍቲ ኣሎ ብቓላት ኣሎ ብግብርኸ ክረኣይ ኣለዎ ኣባኻ ጎይታ ይባረኽ ሃሌሉያ የሱስ ጎይታ እዩ ስለዚ ነቲ ቃል ሓቂ እንታይ ዝገብር ብቕንዕና ዝመቅል ዘሕፍር ዘይብሉ ፍቱን ዓያይ ዘሕፍር ዘይብልኩም ክትኮኑ ተደሊኹም ነቲ ቃል መቒልኩም ክትርድኡ ክትክእሉ ኣለኩም ነዚ ትምህርቲ ብዝርዝር እንድሕር ደሊኹሞ ኣብዚ ሃየር ላይፍ እቶ ሓራይ ጎይታ ይባረኽ ግን ኣብ ህይወትኩም መንፈስኩም ዲዘርን ናይ ምግባር ዓቕሚ ኣለዎ፣ ናይ ምፍላይ ዓቕሚ ኣለዎ። ሓራይ ባዕልኹም ሰብ ከይነገረኩም ንምንታይ መሲልኩም እቲ ቅብኣት እቲ ቅብኣቱ ኣባና ኣሎ ኢሉ ምሽ ኣይኮነ እቲ ቅብኣቱ ኣባና ስለ ዘሎ ክንፈሊ የኽእለና እዩ። ክንፈሊ የኽእለና እዩ ስለዚ ዘይናይ ክርስቶስ ተኾይኑ ከም ናይ ክርስቶስ ዘይኮነ እንድሕር ደኣ ኮይኑ እንታይ ትገብሮ ኢኻ መንፈስካ እንታይ ገብሮ እዩ ይፈልጦ እዩ ይርዶ እዩ ሰላምካ ዝዘርግ እዩ ውሽጥኻ ሪጀክት እዩ ዝብሎ ሓንቲ ጥቕሲ ከንበልኩም ኣብኡ ክንውድኢና ኣብ ቆሎሴ ብቐዳማይ ኣንቢበልኩም ነይረ ኣብ ቆሎሴ ቁፅሪ ሸሞንተ ጥቕስ ምዕራፍ ክልተ ጥቕስ ሸሞንተ ከም ናይ ክርስቶስ ዘይኮነስ ብልማድ ሰብ ከም ምህሮ ቁልዕነት ዝዓለም እዚኣ ብጥበብ ዓለምን ብኸንቱ ምጥባርን ሓደ እኳ ከይማርኸኩም ሲ ተጠንቀቑ ከም ናይ መን ዘይኮነ ከም ናይ ክርስቶስ ዘይኮነ ከም ምህሮ ቁልዕነት ዝዓለም እዚኣ ኤለመንታሪ ዝብሎ ንናይ ሕጊ ምህሮ እዩ ከምኡ ዝብሎ ምህሮ ቁልዕነት ዝብሎ ጳውሎስ ብጥበብ ዓለምን ብከንቱ ምጥባርን ሓደ እኳ ከይማርኸኩምሲ ተጠንቀቁ ኣብኡ ብዘሎ ምልኣት መለኮት ብስጋ ሓዲርዎ ኣሎ ኣብ መን ኣብ ክርስቶስ ብዘሎ ምልኣት መለኮት ብስጋ እንታይ ገይርዎ ኣሎ ሓዲርዎ ኣሎ ንሱ ርእሲ ኩሉ ሕልቅነትን ስልጣንን እዩ ንስኻትኩም ከ ብእኡ ተመሊእኩም ኣለኹም፣ ስለዚ ሓደ እኳ ከየስሕተኩም ምሉኣት ኣይኮንኩምን ኢሉ። ብኡ ተመሊእኩም ኣለኹም እንታይ እያ ብእንግሊሽ ትብል? ዩ ኣር ኮምፕሊት ኢን ክራይስት። ኮምፕሊት ማለት እንታይ ማለት እዩ? ሓደ ገዛሲ እንድሕር ደኣ እቲ ኢንጂነር ኮምፕሊት እንድሕር ኢሉ እንታይ ማለት ድሕሪ በቃ ማቶኔላ ኣሎ ልች ኣሎ ማዕፆ ኣሎ መፍታሕ ኩሉ ኣሎ ማለት እዩ ኢትስ ኮምፕሊት ተዛዚሙ እዩ ተወዲኡ እዩ ዝውሰኽ ነገር የብሉን ድምላእ ነገር የብሉን ስለዚ ሓደ እኳ ከምዚ በቃ ኣትሒቱ ዝነግር ነገር ገይሩሲ ከይማርኸኩም ተጠንቀቑ ከም ናይ ክርስቶስ ዘይኮን ናብቲ ናይ ክርስቶስ ነገር ዘየጠምት ንዓኻ ብክርስቶስ ዘይስእለካ ርእስኻ ብክርስቶስ ክትሪኣ ዘይገብረካ ከምቲ ኣምላኽ ብክርስቶስ ገይሩ ዝርእካ ገይሩ ዘየርእካ ብኸምኡ ገይሩ እስከ ይማርኸኩም ንሱ ርእሲ ኩሉ ሕልቅነትን ስልጣናትን ንስኻትኩም ከዓ ብኡ ተመሊእኩም ኣለኹም ሃሌሉያ ጎይታ ይባረኽ የሱስ ጎይታ እዩ። ቀደም ናይ ኣጋንንቲ ዓለም ከቢድ ጌርና ኢና ንመሃሮ ነርና ክንመሃሮ ከለና ማለት ባቅ ኣብ ትሕቲ መሬት ኣብ ትሕቲ ባሕሪ ኣብ ትሕቲ ትሕቲ ባሕሪ ካልእ ባሕሪ ተሎ እውን ኣብኡ እውን ከም ዘሎ ኣብ ሰማያት ኣብ ገለ ዝዓርድ ብክስታይ ገይሩ ዝመጽእ መዓት እዩ ዘሎ ሕጂ ግን ተረዲና ብድላይ ይምፃእ ብታሕቲ ብላዕሊ ብጎኒ ኣም ኢን ክራይስት ኣሜን ኣነ ብላዕሊ ንምንታይ ንሱ ልዕሊ ኩሉ እንታይን ሕልቅነትን ስልጣናትን እዩ ሰይጣን ኣብኡ ኣብዚ እቱ ድዩ ኣብቲ ሕልቅነትን ስልጣናትን ማለት እዩ ኣሎ ኣጋንንቲ ጠንቆልቲ ደረጃታት ኩሉ ኩሉ እቲ ኣብ ዓለም ኣሎ ዝበሃል ኩሎ የሱስ ኣበይ ኣሎ ሕጂ ልዕሊ ኩሉ ኣባቭ ኦል እስኻትኩም ከ ብኡ ተመሊእኩም ኣለኹም ዊች ሚንስ እዚ ኩሉ ዝበሃል ሕልቅነት ስልጣናት ገለመለስ ትሕቴኹም ብርቱዓት ክርስትያናት ስለ ዝኾንኩም ድዩ እንታይ ዳ ኢን ክራይስት ስለ ዝኾንኩም ብክርስቶስ መዓስ ኢኹም ተመሊእኩም መሲልኩም ጎይታ ክትቅበሉ ከለኹ ሕጂ እንዳወሰኽኩም ክትከዱ ከለኹም ብመን ከም ተመላእኩም ንምፍላጥ እዩ ኣእምሮኹም ዝበርህ ዘሎ እምበር ተመሊእኩም እዮም ብክርስቶስ ዘደይ ንክርስቶስ የሱስ ጎይታ ኢልኩም ዝፈለጥኩምላ ንኣሽቱ ከለኹም ኩኑ ቆልዑት ከለኹም ዋላ ከይተረዳእኩም ገለ ሽዑ ኢኹም ብክርስቶስ ተመሊእኩም ሕጂ ግን እንታይ ኢኹም ትገብሩ ዘለኹም እቲ ኣባኹም ኣትዩ ዘሎ ክርስቶስ ወይ ሓድሽ ህይወት እንታይ ምዃኑ ኣብ ፀፅባሕ ዲስካቨር እንዳገበርኩም ትኸድሉ ጉዕዞ እዩ ዝጉዕዞ ናይ ክርስትና እንታይ ዓይነት ስልጣን እየ ተቐቢለ እንታይ ዓይነት ውልድነት እየ ተቐቢለ እንታይ ዓይነት ቦታ እዩ ዘለና ኣብ ኣቦ እንታይ ዓይነት ፍቕሪ እዩ ኣፍቂርኒ ዘሎ እግዚኣብሄር ክንምርምር ኣሜን ነቲ ፍቕሩ ምዕማቑ ምንውሑ ቁመቱ ምግፍሑ እንታይ ክትገብሩ ምስ ኩሎም ቅዱሳን ኮንኩም ክትምርምሩ እዚ ምርመር ብዙሕ ነገር ገድሉ ክእል እዩ ቃል ኣምላኽ ክምርመር ኣለዎ ዝበለና ግን ፍቕሪ ኣምላኽ መርሚርካ ዘይውዳእ ቁመቱ ምዕማቑ ምግፍሑ ገለ እሱ እንታይ ይበሃል ፍቕሪ ኣምላኽ ሃሌሉያ ኢየሱስ ጎይታ እዩ ክብሪ ንኣምላኽ እዩ ስለዚ ሎማዓንቲ ከምቲ ብቕንያቱ ከጠንቅቕ ከጠንቅቕ ከጠንቅቕ ዝቐነኹ ካብ ምንታይ ተጠንቀቑ? ካብ መንሽሮ ዝባላዕ ዘረባ ካብ መጽሓፍ ቅዱስ ዝመጸ ክኸውን ይኽእል ግን ዘመኑ ዘይሓለወ ብልክዕ ዘይተመቕለ ብክርስቶስ የሱስ ንዓኻ ርእስኻን ዘየጠምተካ ንኣምላኽ ክትሪኦ ከለኻ ብክርስቶስ የሱስ ክትሪኦ ዘይገብረካ ካብ ከምዚ ዓይነት ምህሮ ተጠንቀቑ ንርእሰኹም ከኣ ነቲ ቃል ሓቂ ብቕንዕና ዘማቕል ዘሕፍር ዘይብሉ ፍቱናት ዓየይቲ ክትኮኑ ከምኡ ጌርኩም ከኣ ርእስኹም ንኣምላኽ ከተርእይዎ ጸዓሩ። እታ ጸዓሩ ትብል ቃል ስታዲ እያ ትብል። ስታዲ እንታይ ማለት እዩ? ኖ ምሽ ከነፅንዕ ከለና ትምህርቲ ስታዲ ዝበሃል ትፃዕርሲ ናይ መጽዓር ዝብል ደሎሲ ናይ መጽናዕቲ ጻዕሪ እዩ ናይ መጽናዕቲ ነቲ ቃል ናይ ምምንባብ ነቲ ቃል ናይ ንክትፈልጦ ተጥፍኦ ግዜ ነቲ ቃል ናይ ምምርማር ተጥፎ ኢንቨስትመንት እዩ ድዛረብ ደሎ እምበር ናይ ጉያ ዓይነት ጻዕሪ ይኮነ ወይ ናይ ልብኻ ከብደካ ዓይነት ጻዕሪ ይኮነ ኣሜን ተምሃራይ እንታይ እዩ ዝገብር ከጽንዕ ከሎ ጻዕሪ ናይ ተማሃራይ እንታይ እዩ? መጽናዕቲ እንድዩ። መጽናዕቲ ማለት ነቲ ኣብቲ ጽሑፍ ዝተዋህቦሲ እንታይ ምዃኑስ ተረዲእዎዶ ኣይተረድኦን ዝኸዶ ጉዕዞ እዩ። ክርስትና እዚ እዩ። ኣሜን። በቃ እቲ ብክርስቶስ የሱስ ዝኾነልካ እንዳመርመርካ ብዝተረዳእካ መጠን እንዳዓበኻ እንዳተሓጎስካ ኣሜን ትኸደሉ ጉዕዞ እዩ። የሱስ ጎይታ እዩ። ብሩኻት ኢኹም። ክንጽሊ ኢና። ጎይታ ይባረኽ።